ከመይ ትኾኑ ኣብ ዘለኹሞ ሰላም እንጣና እምባር ተመሊሰኩም ኣለኹ ብዋትስኣፕ መሰንጀር ቫይቨር ማለት እዩ ከመይ ጌርና ብ መሰንጀር ይኹን ብዋትስኣፕ ብቫይቨር ዘይደለናዮ ፎቶ ከምኡ ውን ቪድዮ ኣብ ጋላርና ክኣቱ ምስ ዘይንደልዮ ከመይ ጌርና ክንዓጽዎ ንኽእል እትብል ቪድዮ እየ ሒዘልኩም መጽየ ደለኹ ማለት እዩ ነዛ ቪድዮ እዚኣ ርኢና ሸር ንበላ ከምኡ ውን ኢንቫይት ንግበረሎም ናብ ኩሎም የዕርኽትና የሕዋትና ማለት እዩ ካብ ምቕጻል ሰላም ቴክ ቲቪ ሓዳሽ ዩቱብ ቻነል ስለ ዝኾነት ብዛ ኣጋጣሚ ሳብስክራይብ ጌርና ክንወፅእ ንዝመጽእ ቪድዮታት ተኻፈልቲ ክንከውን ደጊመ ደጋጊመ ምሕጽንተይ ኣመሓላልፍ ካብ ምቕጻል ብቫይቨር ክንጅምር ኢና ከም ንፈልጦ ቫይቨር ዋትስኣፕ መሰንጀር ኣብ ፕሌይ ስቶር ከምኡውን ኣብ ኣብ ስቶሪ ክነውርዶ ንኽእል ኢና ብዘይ ፀገም ግራቲስ እዩ ማለት እዩ ኣብ ቫይቨር ምስ ኣተና እዚ ንሪኦ ዘለና ናተይ ቫይቨር እዩ ማለት እዩ ካብ ምቕፃል ኣብ ታሕቲ እንታይ ንርኢ ሞር ዝብል ኣሎ ማለት እዩ ፓብሊክ ቻት ኮል ኮንታክት ፓብሊክ ሞር ዝብል ኣሎ ማለት እዩ ኣብቲ ሞር ዝብል ዘሎ ክሊክ ንሃርም ማለት እዩ ኣብ ክሊክ ምስ ሃረምና ኣብ ዝተፈላለየ እንታይ እዩ ዝበሃል መፂና ኣሎ ኣብዚ እንሪኦ እንተዳሃሊና ግን ሰቲን ዝብለና ዘሎ ኣብኡ ክሊክ ንሃርም ማለት እዩ ኣብኡ ክሊክ ምስ ሃረምና ካብኡ ቀፂልና እንታይ ንርኢ ኣብዛ ሜድያ ትብል ዘላ ሜድያ ትብል ዘላ ኣብኣ ክሊክ ንሃርም ኣብኣ ክሊክ ምስ ሃረምና እዛ ንሪኣ እንተ ሃሊና ኣብቲ ላዕሊ ሴቭ ቱ ጋላሪ ይብለኒ ኣሎ ንዓይ ኣብዚ ንሪኦ እንተ ሃሊና ማለት እዩ እዚኣ ኦን እንተ ኮይና ፀኒሓ ብፃዕዳ ከምዚ ጌርና ከምዚ ንግበራ ማለት እዩ ከም ዘለቶ ፃዕዳ እንተ ፀኒሓ ግን ዕፁውቲ እያ ዘላ ማለት እዩ ዝኾነ ዓይነት ፎቶ ይኹን ቪድዮ ይኹን ባዕልና ሴፍ ከይገበርናዮ ክኣቱ ኣይክእልን እዩ ማለት እዩ እዚኣ ግድን ከምዚኣ እንተ ፀኒሓትና ከምዚኣ ክንገብራ ኣለና ማለት እዩ ባር ናይ ቫይቨር እዚኣ ትመስል ካብኡ ቀፂልና ዋትስኣፕ ክንሪኦ ኢና ዋትስኣፕ ምስ ኣተና ከምዚ ንሪኦ ዘለና ኣብዚ እውን ስቴቱስ ኮል ካሜራ ቻት ዝብለና ኣሎ ሰቲንግ ኣብ መወዳእታ ኣሎ ማለት እዩ እምበኣር ኣብቲ ሰቲንግ ዝብለና ዘሎ ኣብኡ ክሊክ ንሃርም ኣብ ክሊክ ምስ ሃረምና እዚኣ ናይ ሰላም ቴክ ቲቪ ቴሌፎን ናምበር እያ ማለት እዩ ዋትስኣፕ ብዚ እውን ኮንታክት ክትገብሩ ትኽእሉ ኢኹም ነገር መንገደይ ክሕብረኩም ካብ ብምቕፃል ኣብታ ቻት ትብለና ዘላ ኣብኣ ክሊክ ንሃር ማለት እዩ ኣብኣ ክሊክ ምስ ሃረምና ኣብዚ ንሪኦ እንተደሃሪና መበል ካልኣይ ሴቭ ቱ ካሜራ ሩል ይብለና ኣሎ ማለት እዩ ኦረናተይ ተዓፅዩ ፀኒሑ ማለት እዩ እዚኣ እውን ከምዚኣ እንተ ፀኒሓ ከምዚኣ ንግበራ ማለት እዩ ከምዚ እንተ ጌርናዮ በጠቕላላ ክኣቱ ኣይክእልን እዩ ዝኾነ ዓይነት ቪድዮ ይኹን ፎቶ ይኹን ባዕልና ሴቭ ከይገበርናዮ እዚኣ ትመስል ናይ ዋትስኣፕ ካብኡ ቀፂልና መሰንጀር መሰንጀር እውን ከም ንሪኦ ሆም ኮል ናይ ካሜራ ኣሎ ፒፕል ጌምስ ዝብለና ኣሎ ማለት እዩ ብዝለዓል ከኣ ናትና ፕሮፋይል ዝሓዘ ስእሊ ኣሎ ማለት እዩ ኣብኡ ክሊክ ንሃርም ኣብኡ ክሊክ ምስ ሃረምና ካብኡ እንታይ ንርኢ ውርድ ኢልና ፎቶ ቪድዮ ን ኢምጆይ ዝብል ማለት እዩ ኣብዚ ንሪኦ ዘለና ልዕሊ ሰክሪቲ ኮንዘርቫሽን ዝብለና ዘሎ ማለት እዩ ኣብኡ ክሊክ ንሃርም ኣብኡ ክሊክ ምስ ሃረምና ሴቭ ቱ ካሜራ ሮል ይብለና ኣለዋ ኣብዚ እዚኣ ከዓ ከምዚ እንተ ፀኒሓ ከምዚ ጌርና ንዕፀዋ ማለት እዩ ካብኡ ኣብ መሰንጀር ዝተሰደድና እውን ጠቕላላ ክኣቱ ኣይክእልን እዩ ባዕልና ሴፍ ከይገበርናዮ ማለት እዩ ካሜራይሜን ቪድዮ ኹን ስእሊ ማለት እዩ እዚአን ይመስላ ነይረን ሓጻርን ጽፍፍትን እያ ማለት እዩ ፕሊስ ደጋጊመ ደጊመ ደጋጊመ ሸር ንበላ እዛ ቪድዮ ናብ ኩሉ ሰብ ንክትበጽሕ ማለት እዩ ኣሕዋተይ ኣብ ዝመጽእ ዘሎ ሰሙን ደጊምና ክንራኸብ ኢና ብካልእ ቪድዮ